ሰላም ሰላም ሰላም ሎመዓልቲ ክዘራረበሉ ደልየ ዘለኹ ጉዳይ ሰለስተ ኣርእስቲ ማለት እዩ ሓደ ሕቶ ናይ ብሄር ካልኣይ ቋንቋ ሳልሳይ ከዓ እዚ ናይ ሜድያ ኣዘራራቢ ኮይኑ ዘሎ ጉዳይ ብጣዕሚ ክዛረበሉ ተገዲደ ኣለኹ ማለት እዩ መጀመርያ ሕቶ ናይ ብሄር ህዝባዊ ግንባር ይኹን ህወሓት ይኹን ካልኦት ዝተፈላለዩ እቶም ንህይወትና ዝፀልውዎ ዘለዉ ውድባት ቃልሲ ክጅምሩ ከለዉ ሕቶ ናይ ብሄር ኣልዒሎም ማለት እዩ ሕቶ ናይ ብሄር ህዝባዊ ግንባር ቃልሲ ክጅምር ከሎ ኤርትራ ክንደይ ብሄር እያ ኢሉ ኣልዒሉ እቲ ዘልዓሉ ከዓ ትሽዓተ ብሄር እዩ ግን ትሽዓተ ብሄር ኣብ ቃልሲ ነይሩ ድዩ እዚ ትሕቶ ትሽዓተን ብሄራት ተቃሊሰን ድየን? እዚ ክትምልስሉ ይደሊ ኣለኹ። ብዙሕ ትንታነ ዘድልዮ ነገር ኣይኮነን። ስጋብ ሕጂ እውን እቲ ታሽዓይ ብሄር ራሻይባ ፈጺሙ ምምሕዳራዊ ቅርጺ ዘይብሉ ፈጺሙ ኣብ ቃልሲ ህዝቢ ኤርትራ ወላ ሓንቲ ኣብ ምምሕዳር ይኹን ኣብ ቁጠባ ይኹን ኣብ ቃልሲ ኣንጻር ገዛእቲ ዝተሳተፈ ኣካል ኣይኮነን። ብኣንጻሩ ኮዳ እቲ ስርዓት ክጥቀመሉ እዩ ፀኒሑ ማለት እዩ ካብ ቅድም ማለት እዩ ሰላሳ ዓመት ኮይኑ ሕጂ እዚኦም ሰባት እዚኣቶም ወላ ሓንቲ ኣብቲ ነቲ መንግስቲ ኣይቀሙ ኣይድግፉ እሱ ግን ነቶም ስርዓት ስለ ዝጥቀመሎም ሸፋቱ ስለ ዝኾኑ ንዓቶም ተጠቂመሎም ንፈልጦ ኢና ኩላና ስለዚ ኤርትራ ናይ ክንደይ ብሄር እያ ኢልካ ካብ ቃልሲ ትጅምር ኤርትራ ክንደይ ብሄራት ድሕር ኣለዉ ኮይኖም ራሻይዳ መጺኦም ይጣበቑ መን እዩ ክጣበቐሎም መን እዩ ካሻ ይብሄር ድብሎም ደሎ እቲ ስርዓት ስለ ዝተጋገየ ብጌጋ መንገዲ ንሕና ክንቀጽል ኢና ተጋጊ ኮነ እቲ ስርዓት ኮነ ኢሉ ዝገበሮ ጉዳይ ስለ ዝኾነ ንሕና እቲ ስርዓት ዝጀመሮ ጌጋታት ኣሪምና ኢና ክንከይድ ዘለና ስለዚ ዝኾነ ሃገራዊ ዋዕላ ክግበር እንከሎ ኤርትራ ናይ ክንደይ ብሄር እያ ዝብል ሕቶ መልስዎ ድኾነ ናይ ራሻይዳ ተጣባቂ ብዙ የለን ራሻይዳ ተቃላሳይ የለን ኣብዚ ደንበ ተቃውሞ ወላ ሓደ ራሻይዳ የለን ስለዚ እሳቶም መፅኦም ቋንቋኦም ሕተቱ እስኪ ብዛዕባ ቋንቋኦም ክንዛረብ እንተኮይና ስለዚ ኣብ ኤርትራ ኣነ ወላ ሓደ ራሻይዳ ዓርኪ ኣይነበረንን ካብ ካልኦት ብሄራት ነይሮምን እዮም ስለዚ እዚ ናይ ሕቶ ናይ ብሄራት መጀመርያ ይመለስ እሱ ከይመለስካ ዝኾነ ይኹን ቃልሲ ክትጅምር ኣይትኽእልን ኢኻ እዚ ሓደ እዩ። ካልኣይ እቲ ሃገራዊ ቋንቋ ብኸመይ ኢኻ ትውስኖ? ሃገራዊ ቋንቋ ክትውስን ከለኻ ኣብታ ሃገር ብብዝሒ ዝዝረብ ቋንቋ እንታይ እዩ? እዚ ክትውስን ስለዚ ነዚ ዝኸውን ቪድዮ ኣዳልየ ኣለኹ ኩላትኩም ድምፅኹም ክትህቡ ኢኹም ማለት እዩ ኣብዚ

ብዛዕባ እቲ ሜድያ ሜድያ ብዙሕ ኣዘራራቢ ኮይኑ ዘይፍትሓዊ ኮይኑ ኤሪሳት ተኸሲሱ ገለ ይበሃል ማለት እዩ ኣነ ኤሪሳት ናይ ህዝቢ እየ ዝብሎ ናይ ግለሰብ ኣይኮነን ከምቲ ተመስገን ካሕሳይ ዝሓተቶ ሕቶ እኮ ናይ ውልቁ ሕቶ እዩ ሓቲቱ ናይ ህዝቢ ክጣበቕ ኢሉ ኣይመስለንን ኣነ ፐርሰናል ሕቶ እዩ ተደጋጋሚ ሓቲቱ ኮይኑ ግን ድሓር ኣነ ዝረኣኹዎ ጉዳይ እንተ ኮይኑ ኤሪሳት እንታይ ቋንቋ ክትፍኑ ከም ዘለዋ ግን ንህዝቢ ኣይሓተተትን። ናይ ህዝቢ ስለ ዝኾነት እየ ተሓዛረብ ዘለኹ ኣነ። ኤሪሳት ናይ ህዝቢ እያ። ኤሪሳት ናይ ህዝቢ ኣይኮነትን ትብለሉ መንገዲ የለን። ለቸንሳ ብሓደ ሰብ ስለ ዝኸውን ናይ ቤተሰብ ክትብል ኣይትኽእልንኻ። ኤሪሳት ግን ንህዝቢ ሓቲታ እንታይ ዓይነት ቋንቋ ኢና ክንፍኑ ብዛዕባ ናይ ብሄር ሕቶ ከይመለስካ እንታይ ዓይነት ቋንቋ ክትፍኑ ከም ዘለካ ትፈልጥ ኣለካ እንተዘይኮይኑ ኣርባዕተ ሓሙሽተ ሰባት ኣኻኺብኩም ከምዚ ነይሩ ብኡ ንቕፅል ዝበሃል ነገር ኣይሰርሕን እዩ ምክንያቱ ስርዓት ሕጋዊ ኣይኮነን እንድሕሪልና ንሕና ከዓ ሕጋውያን ክንከውን ክኽእል ኣለና ብሕጊ ክንመላለስ እንድሕሪ ኮይና መጀመርያ ናይ ሕቶ ናይ ብሄራት ንመልስ ራሻይዳ መፂኡ ዝጣበቐሉ ሰብ የለን ኣብዚ ራሻይዳ ተቐላሳ የለን መፅኦም ይጣበቑ ኩላቶም ብሄራት ተጠርኒፎም ሕቶ ናይ ቋንቋኦም የካሓቱ ይኽእሉ እዮም። ራሻይዳ ግን ኣብዚ መጺ ዝሓትት ኣይመስለኒ የለን የለን እምበር ራሻይዳ ቃልስ የለን ንዘየለ ሰብ ክትቡ ከመይ ጌርኩም ከም ካልኣይ ቋንቋ ናይ ኤርትራ ትውስኑ እሞ ሓሙሽተ ሰባት እዚ ብጣዕሚ ጌጋ መስለኒ ኣነ

ኣየናይ መን እዩ መን እዩ ብዓረብ መበቆል ዘለዎ ኣብ ኤርትራ ሕራይ እንድሕር ራሻ ኢላ እንድሕር ኣሎ እንድሕር ኢልኩም ካብ እኮ ራሻይዳ ኣብዚ ተቃላሳይ የለን ራሻይዳ ኣወል ሓንቲ የለን እሱ በቃ ናይ ኣርባዕተ ሓሙሽተ ሰብ ናይ ኣርባዕተ ሓሙሽተ ሃገራት ካሴራ ሒዙ ብድላዩ ድንቀሳቀስ ሃገር እዩ ኤርትራ ሃገርካ ድያ ደልካሲ እወ ክብለካ እዩ ድሓርካ በሪሩ ከዓኒ የመናዊ እየ ክብሎም እዩ የመን ከይዱ ከዓ ሱዑዳዊ ኢልዋ ሱዑዳዊ ይብሎ እዚ ዝናብሮ ኩላህና ንፈልጦ ኢና ሰብ ክሳብ ግን እዮም እዚኦም ራሻይዳሲ ምምሕዳር የብሎምን ኣብ ኤርትራሲ ምምሕዳር የብሎምን ዝኾነ ትካል የብሎምን ዝኾነ ኣብ ዝኾነ ይኹን ምምሕዳራዊ ነገር ፅልዋ ዝገበርዎ ነገር የለን እዚኦም ከም ብሄር ክንሓስቦም ዲና ከይንሓስቦም መጀመርያ ንወድእ እዚ ከይገበርካ ቃልሲ ክትጅምር ኣይትኽእልና ስለዚ ኣብ ኤርትራ ክንደይ ቋንቋታት ኣለና ክንውስን ህዝባዊ ግንባር ደቂ ኣታተዎ ቋንቋ እንድሕር ንደግም እንድሕር ኮይና ንሕና ክንዕወት ኣይንኽእልን ኢና እምበር በፍጹም ስለዚ እቲ ውሳነ መጀመርያ ናይ ብሄራት ሕቶ ክምለስ ኣለዎ ክንደይ ኤርትራ ክንደይ ብሄር ኣለዋ ወላ ብሕጂ ብሄረ ኢሉ ድላዓ ክመጽእ ክእል እዩ ንሕና ንፈልጦ ነገር የለን ተጠቐጡ ክህሉ ይኽእሉ እዮም ብዝኾነ ግን ኤርትራ ክንደይ ብሄር ኣለዋ ትንቡስ እንታይ ቋንቋ እዮም ዝዛረቡ ተጽንዕ ድሕሪኡ ኩሉ ከዓኒ ቃልሱ ከበርክት ብሓደ ሃገራዊ ቋንቋ ወሲንካ እቲ ካልኣይ ከዓኒ ባህሉ ዘንጸባርቀሉ እቲ ናይ ሃይማኖት ናይ ሃይማኖት ክኸውን ተሪር ውሳኔ እንተዘይወሲንኩም እዚ ስንኩፍ ቃልሲ ኣይዋፅእን እዩ። ስለዚ ኤሪሶት ናይ ህዝቢ እያ። ንህዝቢ ትሕተቶ ንህዝቢ ኣየናዩ ቋንቋ ክንጥቀም ኢልካ ትሓቶ ንመን ሓቲትኩም ኢኹም? ኦልሬዲ ጀሚርኩም እኮ ኢኹም ወሲንኩም እኮ ኢኹም ወሲንኩም ሲ እቲ ዓረብን ትግርኛን መን እዩ ኣምሪትኩም? ዓረብን ትግርኛን ሲ መን እዩ ወሲንልኩም? ንባዕልኹም ኢኹም ወሲንኩሞ። ደማኸልኩሞ ሰብ ኣሎ ስለዚ ንስኻትኩም ኣዝዩ ኣነት ኣብቲ መጀመርያ ናይ ተመዝገን ካሕሳይ ክሲ መሰረታዊ ናይ ገዛ ርእሱ ናይ ውልቂ ሕቶ ኮይኑ እዩ ኣነ ወላጁ ንድምድሞ ግን ድሒሩ ዝመፀ ሕቶታት ግን ኤሪሳሲ ከመይ ጌራ መን እዩ ኣፍቂድላ እየ ድብላነ መን እዩ ኣፍቂድላ ዓረብን ትግርኛን ክትፍኑ ንመን ይሓቲታ ምስ መን እያ ተዛትያ እዚ ሕቶ እዚ ክትሃድሙሉ ይትኽእሉ ኢና እንደገና ምዕራይና እንከይድና እንተይልኩም ፅቡቅ ካብ ሕጂ ግን ስራሕኩም ደው ኣቢልኩም እንታይ ተገበርና ኢና ዝሓሸና ክትብሎ ትኽእሉ ኣለኩም ኣብ ኤርትራ ካልኣይ ቋንቋ ኣሎ ሳልሳይ ቋንቋ ኣሎ እንድሕልና ግን መጀመርያ ኤርትራ ናይ ክንደይ ብሄር እያ ንውስን ኩሉ ከዓ ተወካሊ ናይ ኩለን ብሄራት ይምጣእ ደየለ ብሄር ኣብዚ ኣነ ተወካሊ ብሄር እየ ደይብልሲ እሞ ካብ ቃልሲ ዘይነበረ ቅድሚ ሕጂ ምምሕዳር ዘይብሉ ቋንቁኡ ኣምጺኹም ትእትውልናሲ እዚ ሃይማኖታዊ እዩ ንጹር ሃይማኖታዊ እዩ ኣነ ዓብ ኣብ ሃይማኖት እምበር ኣብ ካልእ ኣይፈልጦን እነ ብዙሓት ተበሩኽ ኣለውኒ ሙስሊም ብዙሕ ከምዚታት ዝኣምኑሉ ነገር ኣይኮነን ንስኻትኩም ካብ ፍርሒ ካብ ከምዚ ዝሕሸና ንሓደ ክትሕጉስ ከተቀይም ቃልሲ ትጅምር ኢኻ ንኩሉ ዝኸውን ነገር መጀመርያ እንተሓይሽ ኢልካ ተዛቲኻ ንኩሎም ምስ ኩሎም ውድባት ተዛቲኻ ኢልኮ ምስ ኩሎም ውድባት ኩሉ ንቃለስ ዘሎ ተሓቲቱ ድዩ ኩሉ ተቓላሳይሲ ተሓቲቱ ድዩ ባይዶታት ተሓቲተን ድዩ እንታይ እቲ ቋንቋ ኣብ ኤርትራ ቀዳማይን ካልኣይን ሲ እንታይ እዩ ቀዳማይ ኣሎ ካልኣይ ኣሎ እዚ ከይመለስኩም ሳትላይት ትውንጭፉ በቃ እሰ በቃ ለ ከም መተካታ ናይ ኤሪ ቲቪ እያ ብቋንቋ መሰረት መተካታ ናይ ኤሪ ቲቪ ይኹን መሰረታዊ ለውጢ እንዳሕደ ይብልኩም ኮይኑ እዚ ቃልሲ እዚ ስድሪ ክኸይድ ኣይክእልን ኣረ እምበኣር ብመሰረት ዝበልኩም ድማ ሕጂ ምርጫ ክትገብሩ ትኽእሉ ኢኹም እቲ ትመርፅዎ ቋንቋ እንታይ ክኸውን ኣለዎ እቲ ድምጺ ህዝቢ ኣብዚ ክንሰምዕ ስለ ንደሊ ኩሉ ሰብ ድመርጾ ቋንቋ እንታይ እዩ ሃገራዊ ቋንቋ እንታይ ክኸውን ኣለዎ ኢሉ ኣብዚ ዘርእየኩም ዘለኹ ቪድዮ ኣብዚ ላዕሊ ዘላ ምልክት እዛ ኣርማ ዘለኹ ትርእይዋ ዘለኹም ንሳ ሃሪምኩም ተርእዩ